ብስም ኣቦን ወድን መንፈስ ቅዱስን ሓደ ኣምላኽ ከመይ ሓዲርኩም ከመይ ቀኒኹም እግዚኣብሔር ኣምላኽና ዝተመስገነ ይኹን እንኳዕ ድማ ናብ በዓለ ጥምቀት ጎይታና የሱስ ክርስቶስ ብሰላምን ብድሓንን ኣብፅሓና እነው ፅባሕ እዩ ጥምቀት ዝኸውን ዘሎ ካብ ሎሚ ጀሚርና እንተፅንበልናዮ ምንም ኣይብለናን እዩ እግዚኣብሔር ኣምላኽ ዝተመስገነ ይኹን ብኣቆፃፅራ ግእዝ ጥሪ 11 ጥምቀት ናይ ጎይታናን መድሓኒናን የሱስ ክርስቶስ እዩ። ጥምቀት ጎይታና ድማ ሓደ ካብቶም ዓበይቲ በዓላት ናይ ቤተክርስቲያንና እዩ። ርሑስ በዓለ ጥምቀት ድማ ንኹላህና ይግበረልና። ኣብ ቅዳሴና እንታይ ዝብል ብግልፂ ተመላለሰ ከም ሰብ ተራእየ ከም ህፃን ዓበ ኣብ ሰላሳ ዓመቱ ኣብ ዮርዳኖስ ተጠምቀ ዝብል ፅሑፍ ኣለና። ጐይታና የሱስ ክርስቶስ መለኮታዊ ኣምላኽ እዩ፣ ፍጹም ኣምላኽን ፍጹም ሰብን እኳ እንተ ዀነ ግን፣ ብምኽንያት እቲ መለኮቱ ቅጽበታዊ ዝዀነ ናብ ፍጹም ዕቤት ክዓቢ ኣይንርእዮን። እንታይ ደኣ ግዜኡ ሓልዩ ልክዕ በቲ ንሕና እንሓልፎ መስርሕ ከማና ቀስ ኢሉ ግዚኡ ሓልዩ ከም ዝዓበየ እዩ ቃል ኣምላኽ ዝነግረና ናይ ቤተክርስቲያንና ጽሑፋት እውን ከምኡ እዮም ዝብሉና ማለት እዩ ስለዚ ኣብዚ ዕለት እዚ ቤተክርስቲያንና ምናልባሽ ንምእመናን ተመሓላልፎ መልእኽቲ እንተ ሃልዩ ጎይታናን መድሓናን የሱስ ክርስቶስ ኣብ 30 ዓመት እዩ ኣብ ዮርዳኖስ ተጠሚቑ ብቅዱስ ዮሃንስ መጥምቕ ስለዚ ዮሃንስ መጥምቕ ቤተክርስቲያንና እንታይ ትብሎ መጥምቀ መለኮት ምክንያቱ ንመለኮት እዩ ኣጠሚቅዎ ኢና ንብል ዘለና። እሞ ከኣ ጎይታና የሱስ ክርስቶስ ምስቶም ሓጥኣን ዝበሃሉ ሓጢኣቶም ተነሲሖም ዝጥመቁ ዝነበረ ኣብ ማእከሎም ምስኦም ኩሉ ጽድቂ ክንፍጽም ይግብኣና እዩ ብምባል ትሕት ኢሉ ክጥመቅ ከሎ ኢና ንርእዮ ማለት እዩ። ኣብዛ ጥምቀት እዚኣ ድማ ፍጹም ዝኾነ ፍሉይ ዝኾነ ቅድሚኡ ተራእዩ ዘይፈልጥ ናይ ሥላሴ ኣስተርእዮ ከም ዝተራእዮ እሞ እግዚኣብሔር ወልድ ባዕሉ ሥጋና ለቢሱ ኣብኡ ክጥመቕ ከሎ እግዚኣብሔር ኣቦ ድማ ብኡ ሰመርኩ ፍትው ወደይ እዚ እዩ ዝብል ድምፂ ከስምዕ ከሎ ኢና ንሪኦ ማለት እዩ። ምናልባሽ ነቲ ታሪኽ ድሕሪት ምልስ ኢልና እንድሕሪና ንከባቢ ኣርባዕተ ሚእቲ ዓመት ናይ ጸልማት ዘመን ናይ ጸልማት ዓመታት ተባሂሉ ዝግለጸሉ ኣሎ እዩ እግዚኣብሄር ዘይተዛረበሉ ንመጀመርያ ግዜ እግዚኣብሄር ድምጹ ዘስምዐ ብመጥምቀ መለኮት ቅዱስ ዮሃንስ እኳ እንተኾነ ግን ናይ እግዚኣብሄር ግልጸት ድማ ካብ ሰማይ ኩሉ ሰብ ክሰምዖ ዝኽእል ድምጺ ክስማዕ ዝኸኣለ ኣብዛ ጐይታና የሱስ ክርስቶስ ዝጥመቐላ ዝነበረ እዋን ምኻኑ፣ መንፈስ ቅዱስ ድማ ብተምሳሌት ርግቢት ኣብ ጐይታና የሱስ ክርስቶስ ክዓልብ ከሎ ከም ዝተራእየ ኢና እንርዳእ ማለት እዩ። ጐይታ እንታይ ኢሉ ኣሎ? ኩሉ ግብሪ ጽድቂ ክንፍጽም ይግብኣና እዩ ክብሎ ከሎ ኢና። ምኽንያቱ ቅዱስ ዮሃንስ እንታይ ኢልዎ? ኣነ ደኣ ብኣኻ ምጥማቕ ይግብኣኒ እምበር ንስኻዶ ብኣይ ትጥመቕ ምስ በሎ፣ ኩሉ ግብሪ ጽድቂ ክንፍጽም ይግብኣና እዩ። ስለዚ ነቲ ብሕጋጋት ኣሜን ብኢድ ዝተጻሕፈ ሕጋጋት ጎይታናን መድሓኒናን የሱስ ክርስቶስ ኣብ መስቀል ሸንኪሩ እዳ ሓጢኣትና ክኸፍል ተደኣ ኮይኑ ከም ኩሉ ሰብ በዚ ክሓልፍ ኔርዎ ሓጢኣት ስለ ዝነበሮ ኮይኑ ኣይኮነን ግን ፍጹም ዝኾነ ገንሸል ፋሲጋና ክኸውን ተደኣ ኮይኑ ነቲ ሕጋጋት ክፍጽሞ ኔርዎ ማለት እዩ። ስለዚ ብሓጢኣት ኣዳም ዝተዓጸ ማዕጾ ሰማይ ብጎይታናን መድሓኒናን የሱስ ክርስቶስ ከም ዝተኸፍተ እቲ ናይ ስላሴ ምስጢር ድማ ገሃድ ከም ዝኾነ ግልጺ ብዝኾነ መንገዲ እቲ ናይ ስላሴ ግልጸት ከም ዝተርኣየ ኢና ካብዚ ክንርዳ ንኽእል። ስለዚ እግዚኣብሄር ኣቦ ብወዱ ጎይታና የሱስ ክርስቶስ ብዓይኒ ምሕረት ዝጠመተሉ ግዜ ከም ዝነበረ ስለዚ በዚ ክቡር በዓል እቲ ንዓና ዝተዋህበ ብስርዓት ጥምቀት ምስ ክርስቶስ ሞይትና ምስ ክርስቶስ ተቐቢርና ምስ ክርስቶስ ምትንሳእና እዩ ዘግህድ ማለት እዩ። ስለዚ ጥምቀት ጎይታና የሱስ ክርስቶስ ክንዝክር ከሎና ናትና ጥምቀት ክንዝክር ተዘይክኢልና ኣነኸ ንምንታይ እየ ተጠሚቐ ንሓጢኣት ሞይተ ንጽድቂ ተንስኤ እንተ ደኣ ኮይነ እቲ ናይ ክርስቶስ ሞት ኣብኡ የብቅዕ ማለት ዘይኮነ ምስኡ ሙማትናን ምስኡ ምትንሳእናን ስለዚ ኩሉ ግዜ ድማ ብናይ ትንሳኤ ሕይወት ክንመላለስ ካብ ሓጢኣት ዝተንሰኤ ንሓጢኣት ድማ ዝሞተ ሕይወት ሒዝና ክንመላለስ ከም ዘሎና እዩ ቃል ኣምላኽ ዝነግረና እሞ ስለዚ ዓመት መጸ ጥራይ ዘይኮነ ኩሉ ግዜ ንሓጢኣት ምዉታት ክንከውን ከም ዘሎና ንጽድቂ ድማ ህያውን ኴንና ንመላለስ ምህላውናን ዘይምህላውናን ገዛ ርእስና እናፈተሽና በዓልና ክነብዕል እግዚኣብሔር ይደግፈና ምናልባሽ ድሕሪ ቃል ኣምላኽ ድማ ንእሽተይ ናይ ጥምቀት ጸሎትን ንእሽተይ ባርኾትን ክህልወናዩ ማለት እዩ ናብቲ ናይ ሎም መዓንቲ ትምህርትና እንተ ኸንና ግን ኣብ ጸሎት ኮለና ካብ ዘንበብናዮ ናይ ወንጌል ሉቃስ መራፍ 4 ፍቕሪ 16 ዘሎ ቃል እዩ መበገሲ ተወሲድሉ ዘሎ እንታይ እዩ ዝብል? ኢየሱስ ናብታ ዝዓበየላ ናብ ናዝሬት መጸ፣ ብመዓልቲ ሰንበት ከኣ ከምቲ ልማዱ ናብ ቤት ጸሎት ኣተወ፣ ከንብብ ውን ተንስኤ። ናበይ መጸ? ናብታ ዝዓበየላ ናብ ናዝሬት መጸ ዝብለና ኣሎ። ከምኡ ድማ ኣብ ቀዳማይ መልእኽቲ ጢሞቴዎስ ምዕራፍ ኣርባዕተ ፍቕዲ ዓሰርተ ሓሙሽተ ብዛዕባ ዕብየት ዝገልጽ ሓደ ሓሳብ ኣሎ። እዚ ኣጸቢቅካ ሕሰብ፣ እናወሰኽካ ትኸይድ ከም ዘለኻ ኣብ ኩሉ ምእንቲ ክግለጽ፣ ነዚ ነገር እዚ ብምሉእ ርእስኻ ወፊ ዝብል ካብዚ እውን ገለ ሓሳብ ወሲድና ሎማዓንቲ ክንመሃር ኢና። ቅድሚ ናብ ትምህርትና ምኻድና ግን እዚ ዝሓለፈ ቅንያት ዘመነ ልደት እዩ ዝበሃል። ስለዚ ካብ ዘመነ ልደት ሰጊርና ድማ ሕጂ ናብ ዘመነ ሕጸነ ሰጊርና ኣለና። ብመሰረት ስርዓት ቅድስት ቤተክርስቲያንና ካብ ጥሪ ሽዱሽተ ክሳብ ጥሪ ዓሰርተ ሓደ ዘሎ ዘመነ ሕጸነት እዩ ዝበሃል።

ናዝሬት ናብ ታሪኽ ምልስ ኢልና እንድሕር ርኢና ንጉስ ኣሶር ብዘግዓዞም ጣኦት ዘምልኹ ብዝሒ ዘለዎም ኣህዛብ ዝነብሩላ ከተማ ንእሽተይ ከተማ ብድኽነት ትፍለጥ ናይ ሮማ ወተሃደራት ድማ ከም መዓስከር ገይሮም ዝጥቀሙላ ዝነበሩ ኣዝያ ንእሽተይ ቁሸት ከም ዝነበረት እዩ ቃል ኣምላኽ ዝነግረና ጎይታ ግን ኣብዛ ንእሽተይ ዝኾነት እሞ ኸኣ ድኻ ዝኾነት ቁሸት ኣብኣ ክዓቢ እንታይ ገይሩ? መሪጹ ማለት እዩ። ምክንያቱ ኣቐዲሙ ብነብያት ናዝራዊ መታን ክበሃልሲ ኣብ ናዝሬት ከም ዝዓቢ ዝኾነ መልእኽቲ ስለ ዝነበረ እዩ ማለት እዩ። ልክዕ ከምቲ ጎይታና የሱስ ክርስቶስ ኣብ ቤተልሄም ስለ ዝተወልደ ነቲ ዝተወልደሉ ቅንያት ዘመነ ቤተልሄም ኣይንብሎን ኢና። ኣብ ናዝሬት ስለ ዝዓበየ ድማ፣ ኣብ ናዝሬት ብምዕባዩ ምኽንያት ጥራይ ዘመነ ናዝሬት ከም ዘይበሃል፣ እንታይ ደኣ ዘመነ ዕብየት ወይ ድማ ዘመነ ህጸነት ክንብሎ እዩ እቲ ዝሓሸ መልእኽቲ ዘለዎ ማለት እዩ። ስለዚ እዚ ተሰሪዕልና ዘሎ ዘመነ ህጸነት ነቲ ጎይታና የሱስ ክርስቶስ ካብ ህጻንነቱ ጀሚሩ ክሳብ ወዲ ሰላሳ ዓመት ክሳብ ኣገልግሎት ዝጅምር ዝዓበየሉ ዝነበረሉን ዓመታ ዝውክል ኣገዳሲ ዘመን እዩ ማለት እዩ። ኣብ ወንጌል ማቴዎስ ምዕራፍ ክልተ ካብ ፍዳ ዓሰርተ ሸውዓተ ክሳብ ዕስራን ሰለስተን እንታይ እዩ ዝብለና? ሄሮዶስ ምስ ሞተ እነሆ ኣብ ግብፂ መልኣኽ እግዚኣብሄር ንዮሴፍ ብሕልሚ ተራእዮ። ኣብ ስደት ኣብ ግብፂ ስለ ዝነበሩ እግዚኣብሄር ግዚኡ ምስ ኣኸለ ንዮሴፍ ብሕልሚ ክረኣዮ ከሎ ኢና ንሪኦ። እቶም ህይወት እዚ ህጻን ዝደልዩ መይቶም እዮም እሞ፣ ተንስእ፣ ነዚ ህጻንን ኣዲኡን ሒዝካ ናብ ምድሪ እስራኤል ኪድ በሎ። ንሱ ድማ ተንሲኡ፣ ነቲ ህጻንን ኣዲኡን ሒዙ ናብ ምድሪ እስራኤል መጸ። ኣርኬለዎስ ኣብ ክንዲ ኣቡኡ ሄሮዶስ ከም ዝነገሰ ሰሚዑ ግና፣ ናብኡ ምኻድ ፈርሀ፣ ብሕልሚ ምስ ተገልጸሉ ድማ፣ ናብ ምድሪ ገሊላ ከደ፣ እቲ ብኔብያት ናዝራዊ ኺብሃል ዝተባህለ ምእንቲ ኪፍጸም፣ ናዝሬት ናብ ትብሃል ዓዲ መጺኡ ተቐመጠ። ተገሊጽሉ ዘሎ ሓሳብ እዩ ማለት እዩ ስለዚ ካብ ናይ ግብጺ ናይ ስደት ግዜ ኣብቂዑ ሕጂ ግና እግዚኣብሄር ግዜኡ ስለ ዝኣኸለ ዘመኑ ስለ ዝኣኸለ ነቲ ብነቢያት ገይሩ ኣቐዲሙ ዝሃቦ መልእኽቲ መታን ክፍጽሙ ናብ ምድሪ ገሊላ ናብ ከተማ ወይ ድማ ቅሸት ናዝሬት መጺኡ ኣብኡ ክቕመጥ ከም ዝኸኣለ እዩ ዘረዳኣና ማለት እዩ ስለዚ ጎይታናን መድሓናን የሱስ ክርስቶስ ፍጹም መለኮታዊ ኣምላኽ እኳ እንተኾነ ግን ንሕና ብእንሓልፎ ኩሉ ናይ ዕቤት መድረኻት ሓሊፉ እዩ ዓብዪ ደኣ እምበር መለኮታዊ ኣምላኽ ስለ ዝኾነ ቅጽበታዊ ዝኾነ ዕቤት ኣብኡ ክረአ ኣይንርእዮን ማለት እዩ ስለዚ ክሳብ ወዲ ሰላሳ ዓመት ዝኾነ ኣበይ ተቐሚጡ ንብሎ ኣለና ኣብ ናዝሬት ኣብ ሆሴ ምዕራፍ 11 ፍቕዲ ሓደ ንወደይ ካብ ግብፂ ፀዋዕኽዎ ዝብል ቃል ኣሎ ኣቐዲሞም ነቢያት ዝበልዎ ቃል እዩ ስለዚ እግዚኣብሄር ድማ ንቕዱስ ዮሴፍ ሕልሚ ብምሕላም እቲ ግዜ ምስ ኣኸለ እዚ ትንቢት እዚ ክፍጸም ከሎ ኢና ንሪኦ ማለት እዩ። ጎይታናን መድሓኒናን የሱስ ክርስቶስ ወዲ ሸሞንተ መዓልቲ ምስ ኮነ ከም ኩሉ ኣይሁዳዊ ተባዕታይ ክግዘር ነይርዎ ወዲ ርብዓ ዓመት ምስ ኮነ ድማ ማህፅን ወላዲቱ ከም ዝኸፈተ በኹሪ ወዲ እንተ ኮይኑ ንእግዚኣብሄር ዝተቐደሰ ክኸውን ስለ ዝነበሮ ናብ ቤት መቕደስ ከምጽዎ ናይ ግድን ነበረ ማለት እዩ። ምኽንያቱ ኣብ ቃል ኣምላኽ ኣብ ዘጸኣት ምዕራፍ ዓሰርተ ሰለስተ እንታይ ዝብል ኣሎ? እግዚኣብሄር ድማ ንሙሴ ኣብ ደቂ እስራኤል ማህጸን ዝኸፍት ኩሉ በኹሪ ማለት እዩ ሰቡን እንስስኡን ንሱ ናተይ እዩ እሞ ኩሉ በኹሪ ንኣይ ቀድሶ፣ ንኣይ ቀድሶ ማለት ንኣይ ፍለዮ ናተይ እዩ ማለት እዩ። ኣብ ሓድሽ ኪዳን እንተ መጺና ድማ ኩላህና እቶም ውሉድ ኣምላኽ ዝኾንና ካብ ኣብራኽ መንፈስ ቅዱስ ተወለድና ናይ እግዚኣብሄር በኹራት ኢና። ስለዚ ድማ እግዚኣብሄር ቅዱሳን ኩኑለይ ዝብለና ማለት እዩ። ምናልባሽ ኣብ ብሉይ ኪዳን ግን ፍሉይ ዝኾነ ሓለፋ ነቶም ማህፀን ወላዲቶም ከፊቶም ብብኹርና ዝተወልዱ ሰባት ጥራይ ዝተሓዝአ ሓደ ፍልይ ዝበለ ቅድስና ናይ እግዚኣብሔር ህዝቢ ክበሃሉ ሓለፋ ነይሩ እዩ ኣብ ሓድሽ ኪዳን ግን ኩላህናቶም ውሉድ ኣምላኽ ዝኾንና ዳግም ልደት ዝረኸብና ናይ እግዚኣብሄር ቅዱሳን ህዝቢ ንእግዚኣብሄር ዝተቐደሰ ህዝቢ ክንከውን እግዚኣብሄር ዝደልየና ማለት እዩ ስለዚ ጎይታና የሱስ ክርስቶስ ነዚ ስርዓት እዚ ድማ ክፍፀመሉ ከሎ ኢና ንሪኦ ወዲ ዓሰርተ ክልተ ዓመት ምስ ኮነ ድማ ከም ኩሉ ኣይሁዳዊ ኣብ ዓመት ሰለስተ በዓላት ነይረን ክሰግርወን ዘይብሎም ሓንቲ ቤተ መቅደስ ስለ ዝነበረቶም ኩሎም እቶም ኣብ ዲያስፖራ ዝነበሩ ይኹኑ ኣብ ውሽጢ እስራኤል ኣብ ዝተፈላለዩ ከተማታትን ቁሸታትን ገጠራትን ዝነበሩ ኣብ ዓመት ሰለስተ ግዜ ናብ ቤት መቅደስ ናብ የርሳሌም መጺኦም በዓል ከብዕሉ ይግባእ ነሩ ማለት እዩ። ስለዚ ጎይታናን መድሓኒናን የሱስ ክርስቶስ ድማ ወዲ ዓሰርተ ክልተ ዓመት ምስ ኾነ በዓል ከብዕል ናብ የርሳሌም መጺኡ ከም ዝነበረ ቃል ኣምላኽ ይነግረና እዩ። ኣብ ሕጊ ሙሴ እንታይ ዝብል ኣሎ እዩ? ሰለስተ ሳዕ ኣብ ዓመት በዓል ግበረለይ። እቲ ምዱብ እዋን ብወርሒ ኣቢብ በኣ ካብ ግብጺ ወጺኻ ኢኻ እሞ በዓል ቅጫ ሓሉ። ከምቲ ዝኣዘዝኩኻ ሸውዓተ መዓልቲ ቅጫ ብላዕ፣ ጥራይ ኢዶምካ ኣብ ቅድመይ ኣይረኣዩ። ናይቲ ኣብ ግራት ዘራእካዮ ናይ ቀዳማይ ዕዮኻ በዓል ዓጺድ ሓሉ። እቲ ፍረ ዕዮኻ ካብ ግራት ምስ ኣከብካ ድማ ኣብ መወዳእታ ዓመት ናይ ምእካ በዓል ኣብዕል። ኩሉ ወዲ ተባዕታይ ከኣ ኣብ ዓመት ሰለስተ ሳዕ ኣብ ቅድሚ እግዚኣብሔር ኣምላኽ ይምጻእ ይብለና። ዘጸኣት ምዕራፍ ዕስራን ሰለስተን ካብ ፍቅዲ ዓሰርተ ኣርባዕተ ክሳብ ዓሰርተ ሸውዓተ። ስለዚ ጎይታናን መድሓኒናን የሱስ ክርስቶስ ድማ ከም ኩሉ ኣይሁዳዊ ሰብ ከም ኩሉ ኣይሁዳዊ እምነት ዝነበሮ ወዲ ዓሰርተ ክልተ ዓመት ምስ ኮነ በዓል ከብዕል ናብ ቤት መቅደስ ከም ዝመጸ እሞ ኣብ ቤት መቅደስ ድማ ፍሉይ ዝበለ ክስተት ብፍላይ ድማ ምስቶም ሊቃውንቲ ዳሕዳይ ክንመጾ ኢና ዓቢ ምዝርራብ፣ ዓቢ ምስትውዓል ዝተጋህደሉ፣ እቲ ሰብ ድማ ዝተደነቐሉ ነገር ከም ዝኾነ እዩ ቃል ኣምላኽ ዝነግረና ማለት እዩ። ስለዚ ካብዚ ኣቐዲምና ዝገለጽናይ ሓቂ እንግንዘቦ ነገር እንተደኣ ሃልዩ ጎይታናን መድሓኒናን የሱስ ክርስቶስ ኣካላዊ ዕብየት ጥራይ ዘይኮነ መንፈሳዊ ዕብየት ድማ ይረኣዩ ከም ዝነበረ ኢና ክንርዳእ ንኽእል ማለት እዩ። ኣካላዊ ዕብየት ክበሃል ከሎ ብዕድመ ትውስኽ ማለት እዩ። ብቑመት ብድልዳለ ድማ እናወሰኽካ ትኸይድ። ንኣብነት ወድኹም ወዲ ክንደይ ዓመት ኮይኑ ክበሃል ከሎ ኣይ ሕጂ ደኣ ዓሰርተ ኣርባዕተ ዓመት ኮይኑ እንተደኣ ኢሎምኻ እዋይ ጎቢዙ'ባ እዩ ወይ ድማ ዓብይ ኢና ንብል ኣብ ከለና ርዱእ ኢና ንወስዶ ማለት እዩ። ወንጌላዊ ቅዱስ ሉቃስ ኣብ ምዕራፍ ክልተ ፍቕዲ ኣርብዓን ኣብ ፍቕዲ ሓምሳን ክልተ እንታይ ዝብል ኣሎ እቲ ህፃን ዓበየ ህጻን ተባሂሉ ዘሎ ጐይታና የሱስ ክርስቶስ እዩ። ብመንፈስ ድማ ደልደለ፣ ጥበብ ከኣ መልኦ፣ ጸጋ ኣምላኽ እውን ኣብኡ ነበረ። ስለዚ ብመንፈስ ደልደለ ብለና ኣሎ፣ እቲ ህጻን ዓበየ ይብለና ኣሎ። ጥበብ ከኣ መልኦ፣ ጸጋ ኣምላኽ ድማ ኣብኡ ነበረ። ኣብ ሓምሳን ክልተን ድማ ኢየሱስ ከኣ ኣብ ቅድሚ ኣምላኽን ኣብ ቅድሚ ሰብን ብጥበብን ብቑመትን ብጸጋን ዓበየ ይብለና። ስለዚ ናይ ጐይታና የሱስ ክርስቶስ ዕብየት ኣካላዊ ዕብየት ጥራይ ዘይኮነ መንፈሳዊ ዕብየት ድማ ከም ዝነበረ ስለዚ በቲ ኣካላዊ ዕብየት እንድሕር ጀሚርና ብዕድመን ብቑመትን ምዃኑ ንዅላህና ብሩህ እዩ። ስለዚ ክግዘር ከሎ ወዲ ሸሞንተ መዓልቲ ገይሩ ማለት እኮ ገለ ነገስ ወሲኹ ኣሎ። ድሕሪኡ ድማ ወዲ ኣርብዓ መዓልቲ ምስ ኮነ ድማ በዅሪ ወላዲቱ ኣሜን ማህጸን ወላዲቱ ከም ዝኸፈተ መጠን ናይ እግዚኣብሄር ቅዱስ ክኸውን ናብቲ ቤተ መቕደስ ከም ዝመጸ ኣብ በዓል ፋሲካ ድማ ወዲ ዓሰርተ ክልተ ዓመት ኮይኑ ስለዚ ዕድመ ብዝወሰኸ መጠን ኣካላዊ ብርታዐን ኣካላዊ ድልዳለን ክረኣዮ ናይ ግድን እዩ ማለት እዩ ኣብቲ መንፈሳዊ ዕቤት መጺና ክንዛረብ ተደኣ ኮይንና ግን ገለጽቲ ዝኾና ቃላት ኣለዋ ሓደ ብመንፈስ ዓበየ ብጥበብ ዓበየ ብጸጋ ዓበየ ዝብላ ኣገደስቲ ሓሳባት ኣለዋ ሓንቲ ካልእ ድማ ብምእዛዝ ድማ እንታይ ገበረ ዓበየ ስለዚ እዚ ዕቤት እዚ ኩለንትናዊ ዝኾነ ዕቤት ምናልባሽ እቲ ተገሊጹ ለሎ ሓጸርቲ ቃላት እኳ እንተኾና ግን ዘይሃስስን ደሚቕን ዝኾነ ኣገላልጻ ምዃኑ ምርዳእ ኣዝዩ ኣገዳሲ እዩ ማለት እዩ ስለዚ ዘመንዚ ዝተሰርዓልና ናይ ጎይታናን መድሓይናን ኢየሱስ ክርስቶስ ኩለንትናዊ ዝኾነ ዕብየት ክንመሃር እሞ ንሕናኸ ንዓቢ ዶ ኣለና? ከምቲ ጎይታና የሱስ ክርስቶስ ዝዓበየ ኩለንትናዊ ዝኾነ ዕብየት ድማ ዝተራእየሉ ንሕናኸ ዝብል ገዛእ ርእስና ንኽንምርምርን ገዛእ ርእስና ንኽንፍትሽን ንኽሕግዘና እዩ እዚ ቓል ኣምላኽዚ ተዳልዮልና ዘሎ ማለት እዩ። ጐይታና የሱስ ክርስቶስ ከም ዝዓበየ፣ ኵለንትናዊ ዝዀነ ዕብየት ከም ዝተራእየ፣ ብፍላይ ድማ እቲ መንፈሳዊ ዕብየቱ ብኸመይ ኢና ንፈልጥ እንተ ኢልና፣ ሓደ እቲ ቀዳማይ ግብራዊ ዝዀነ መረጋገጺ፣ ኣብ ቤት መቕደስ ኣብ የሩሳሌም ወዲ ዓሰርተ ክልተ ዓመት ኰይኑ ምስ መጸ፣ ኵሎም እቶም ሊቃውንቲ እቶም ዝሰምዑ ዝነበሩ ህዝቢ በቲ ምስትውዓሉን በቲ ምላሹን ከም ዝተገረሙ እዩ ዝነግረና ማለት እዩ። ስለዚ ወዲ ዓሰርተ ክልተ ዓመት ከምዚ ዓይነት ምስትውዓል ከምዚ ዓይነት መልሲ ክህብ ጽቡይ ኣይነበረን ማለት እዩ። ግን እቶም ሊቃውንቲ ኢና ዝብሉ በቲ ምስትውዓሉ ከም ዝተገረሙ እዚ ድማ ሓደ መረጋገጺ ናይቲ ዕብየቱ ምኻኑ ክንርዳእ ንኽእል። እቲ ካልኣይ ድማ ካልኣይ መረጋገጺ ድማ ኣብ ዕድመ ቁልዕነቱ ከሎ እናሃለወ ከሎ ኣነን ኣቦኻን ክንደልየካ ጸኒሕና ኣመሰለቶ፣ ኣዴና ቅድስት ድንግል ማርያም ኣብቲ ናይ ኣቦይ ዘበለ ክኸውን ከም ዝግብኣኒዶ ኣይትፈልጡን ኢኹም? ዝብል ኣዝዩ ከቢድ ዝኾነ ረዚን ዝኾነ መልእኽቲ ዘሎ ቃል ብምዝራቡ ድማ ሓደ ቆልዓ ክሓስቦ ዘይክእል ቆልዓ ክብሎ ዘይክእል እንተኾነ ግን መንፈሳዊ ብጽሕና መንፈሳዊ ዕቤት ዘለዎ ጥራይ ክብሎ ዝኽእል ምኻኑ ኢና ክንርዳእ ንኽእል ማለት እዩ። ናብ ሂወትና ምልስ ኢልና ናብ ደቅና ምልስ ኢልና እንተ መጺናስ ወዲ ዓሰርተ ክልተ ዓመት ካብቲ ቁም ነገሩ እቲ ጸወትኡ ወይ ድማ ናብ ጸወታ ምዝንባሉ እዩ ዝረኣየና ደኣ እምበር ከምዚ ዝኣመሰለ ከቢድ መልእኽቲ ዘሎ ክዛረብ ብዙሕ ትጽቢት ትገብረሉ ነገር ኣይኮነን ማለት እዩ። ኣብ ጎይታና ግን ፍልይ ዝበለ ክስተት ከም ዝነበረ ኢና ክንርዳእ ንኽእል ማለት እዩ። እቲ ሳልሳይ መረጋገጺ ድማ እቲ ነዴና ቅድስት ድንግል ማርያምን ንቅዱስ ዮሴፍን ዝነበሮም ምእዛዝ እዙዝ ዝኾነ ሕይወት ከም ዝነበሮ ብፍላይ ድማ ሓጻር ብዝኾነት ይእዘዞም ነበረ ትብል ቃል ኣላህና ማለት እዩ። ሕጂ እቲ ሓፈሻዊ መልእኽቲ ከምቲ ጎይታና የሱስ ክርስቶስ ኩለንትናዊ ዝኾነ ዕብየት ዝነበሮ ንሕና ድማ ክንዓቢ ኣለና ንብል ኣለና እቲ ኣካላዊ ዕቤት ደሓን ንግደፎ፣ ብፍላይ ብዛዕባ እቲ መንፈሳዊ ዕቤት ኢና ንዛረብ ዘለና። ናይ መንፈሳዊ ዕቤት ናይ መወዳእታ ሸቶ፣ እቲ ናይ መወዳእታ ዕላማ ክውቃዕ ዘለዎ ግን ንሰብን ንኣምላኽን ምእዛዝ ማለት እዩ። ኣብ መወዳእታ ዓቢናስ እንታይ ኢና ክንገብር እንድሕር ኢልና ፍጹም ዝኾነ ምእዛዝ ንኣምላኽ፣ ኣብ ልዕሌና ስልጣን ንዘለዎ፣ መሪሕነት ንዘለዎ ድማ፣ ክሳብ እቲ ንሕልናናን ንፍቓድ ኣምላኽን ዘይጠሓሰ ፍጹም ዝኾነ ምእዛዝ ክንእዘዝ እዩ ኻባና ትጽቢ ዝግበር እሞ እዚ ድማ ግብራዊ ዝኾነ ትምህርቲ ካብ ናይ ጎይታና የሱስ ክርስቶስ ክኾነልና ይኽእል እዩ ማለት እዩ ስለዚ ዘመነ ህፀነት ወይ ድማ እዚ ዘመነ ዕቤት ንዓና ወርቃዊ ዝኾነ ኣርኣያ ከመይ ዝኣመሰለ ዕቤት ክንዓቢ ከም ዘለና ካብ ጎይታናን መድሓኒናን የሱስ ክርስቶስ ክንመሃረሉ ንኽእል ብዙሕ ነገር ከም ዘሎ ኢና ክንርዳእ ንኽእል ማለት እዩ እዛ ዘመነ ህጸነት ካብ ጥሪ ሽዱሽተ እያ እትጅመር፣ ጥሪ ሽዱሽተ ድማ ግዝረት እዩ። ጎይታናን መድሓናን የሱስ ክርስቶስ ዝተገዘረላ ዕለት እያ። ስለዚ በዓለ ግዝረት ድማ ኣብ ታሪኽ ናይ መጽሓፍ ቅዱስ ንመጀመርያ እግዚኣብሄ ዝሃቦ ንመን እዩ? ነቦን ኣብርሃም እዩ። ስለዚ ኣብርሃም ንስኻን ካባኻ ዝውለዱ ዘበሉ ኣብ ቤትካ ዘሎ ኩሎም ወዲ ሸሞንተ መዓልቲ ምስ ኮነ ይገዘር ኢሉ ትእዛዝ ሂቦ ስለ ዝነበረ እዚ ግዝረት እዚ ድማ መንፈሳውን ኣካላውን ዝኾነ ገጽታ ኣለዎ ማለት እዩ። ስለዚ እቲ መንፈሳዊ ገጹ እንታይ ማለት እዩ? ኣነ ኣምላኽ ክኾነካ እየ ንስኻ ድማ ውሉደይ ወይ ድማ ህዝበይ ክትኮነኒ ኢኻ እዩ ዝብሎ ዘሎ። ስለዚ ኣብርሃም ግዝረት ገይሩ ማለት ምስ እግዚኣብሄር ኪዳናዊ ዝምድና ገብር ኣሎ ማለት እዩ። እግዚኣብሄር ኣምላኹ ክኸውን፣ ኣብርሃም ድማ ናቱ ቅዱስ ዝኾነ ዝተፈልየ ህዝቢ ክኸውን ማለት እዩ። እቲ ኣካላዊ ገጽ ናይቲ ግዝረት ድማ፣ ግዝረት ማለት ዕልቦ ስጋኻ ምግዛር ማለት እዩ፣ ወይ ምኽንሻ ማለት እዩ። ግን እዚ ተምሳሌት ደኣ እምበር ጥራይ ገለ ክፋል ናይ ኣካላትካ ምቑራጽ ዝብል መልእኽቲ ኣይኮነን ዘሎ ማለት እዩ። ምኽንያቱ እዚ ግዝረት ናይ ኣዕልቦ ስጋ ውክልናዊ ምልክት እምበር ንባዕሉ ውዱእ ዝኾነ ስራሕ ኣይኮነን ማለት እዩ። ምኽንያቱ ምስኡ ተዛሚዱ ዝኸይድ ብዙሕ ነገራት ስለ ዘሎ ኣብ ቃል ኣምላኽ ልብኹም ግዘሩ ይብለና እዩ። ኣዒንትኹም ግዘሩ ይብለና እዩ። ኣእዛንኩም ግዘሩ ይብለና እዩ። ስለዚ ዕልቦ ስጋኹም ግዘሩ ክብለና ከሎ ምቑራጽ ምኻኑ ይርድኣና እዩ። ልብኹም ግዘሩ እንድሕር ተባሂሉኸ? ኣዒንትኹም ግዘሩ እንድሕር ተባሂልናኸ የዒንትና ክነንቁር ኣለና ማለት ድዩ? ካልእ ሕቡእ ዝኾነ ወርቃዊ ዝኾነ መልእኽቲ ከም ዘለዎ ኢና ክንርዳእ ንኽእል ማለት እዩ። ስለዚ እግዚኣብሄር ልብኹም ግዘሩ ክብለና ከሎ፣ ኣዒንትኹም ግዘሩ ክብለና ከሎ፣ ኣእዛንኩም ግዘሩ ክብለና ከሎ፣ እቲ ምጥማትኩም፣ እቲ ምስማዕኹም፣ እቲ ካብ ልብኹም ተመንጭዎስ ንእግዚኣብሔር ዘኽብር ይኹን። ብኹለንትናኹም ብሰብነትኩምስ ንእግዚኣብሔር ኣኽብርዎ፣ ንእግዚኣብሔር ቀድስዎ ዝብል መልእኽቲ እዩ ዘለዎ ማለት። ስለዚ ኣብ ሓድሽ ኪዳን ግዝረት ክርስቶስ ተባሂሉ እውን ይግለጽ እዩ። ኣብ ሓድሽ ኪዳን ናይቲ ኣብ ብሉይ ኪዳን ዝነበረ ግዝረት መተካእታ ኮይና ቀሪባ ዘላ ድማ ጥምቀት ዝብል እዩ ወይ ድማ ምስጢረ ጥምቀት ንብሎ እዩ ማለት እዩ። ቅዱስ ያሬድ ነዚ ዕለት እዚ ኣዳልዩሉ ዘሎ መዝሙር ንጉሥኪ ጽዮን ዝብል እዩ። ጐይታናን መድሓኒናን የሱስ ክርስቶስ ካብ ጽዮን ንግስነቱ ከም ዘግሃደ ዝገልጽ መልእኽቲ እዩ ዘሎ። ምናልባሽ ቅድሚ ናብታ ስዒባ ዘላ ሕቶ ምኻደይ ብፍላይ ኣብዚ ምዕቡል ዓለም ሓኪም ይኹን ተራ ሰብ ይኹን ዝፈርህዎን ክልተ ነገራት ኣለዋ ብዙሕ ነገር ክህሉ ይክእል እዩ ግን ብፍላይ እቲ ክብደት ዘለዎ ሰብ ዳርጋ ዝበዝሕ ሰብ ኣብ ኣብ ሽንቲ ቤት ሚዛን የቐምጥ እዩ ኣይኮነን ድዩ ንሕና ከምኡ ንገብር ዲና ኣለና ዲ ሚዛን ክንኣቱን ክንወፅእን ንምዘን ማለት እዩ ሕጂ ብጣዕሚ ኢና ንፈርሃ ማለት ጎዲልና እንዳበልና እስኪ እዛ ሚዛን ከንታይ ትብለኒ ኢልና ክንስቀላ ከሎና ሚዛን ኣይትሕስን እያ ምንም ክሳይ ትገብርንያ ማለት ኣይ ከይስምዖ ደሓን ተስፋ ክገብር መታን ኢላ ገለ ኪሎታት ኣይተጉድልንያ እታ ዘላ ንሳያ ትገልጻ ማለት እዩ እታ ካልኣይቲ ሰብ ዝፈርሃ ድማ እዛ ዓመታዊ እንገብራ መርመራ ፊዚካል ቸክኣፕ ትበሃል ማለት እዩ ዘገርም ሓደ ዶክተር ሓበሻ ክዛረብ ከሎ ሰማዕኮ እንታይ እዩ ከምዚ ዓመታዊ ቸካፕ ክገብር ከለኹስ ይፈርህ ውሽጠይሲ እቲ እቲ ህርመት ይውስኽ ብላድ ፕሬጀር ድማ ይውስኽ ብስነ ኣእምሮስ እንታይ ኮን ዝብለኒ ኢልካስ ቁሩብ ትጨናነቕ ኢኻ ኢሉ ማለት እዩ ስለዚ ዓመታዊ ቸክኣፕ ክንገብር ከለና ብፍላይ ድማ ናይ ደም መርመራ ክንገብር ከለና እቲ ኮለስትሮል ለበል ኣበይ ኣሎ ሄሞግሎቢን ከመይ ኣሎ ኣብ ደምና ዘሎ ሽኮር ክንደይ ኣሎ ብዙሕ ነገራት ኣሎ ካብ ደም ተበጊሶም ወይ ድማ ናይ ሽንቲ ናይ ቅልቅል መርመራ ዝተፈላለየ ዓይነት መርመራ ስለ ዘሎ ኣበይናይ ኩነታት ኮን ይህሉ ኢልካስ ቁሩብ ትፈርህ ኢኻ ትሻቐል ኢኻ ገዲዱ ዶ ዋላስ ኣብ ዝነበሮ እዩ ዘሎ ወይስ ካብቲ ዝነበርክዎስ ናብ ጥዑይ ዝኾነ ስኬል ወሪደ ኣለኹ ኢልና ብዙሕ ግዜ ክሳይ ንገብር ኢና ምናልባሽ ከምዚ ዓይነት መርመራ ትነግረና ከምዛ ናይ ሚዛን ኣብዛ ኣፍ ደገ ናይ ቤተ ክርስቲያን ከማ እንተንገብር እሞ ናይ ጸሎት ህይወትና፣ ናይ ቃል ኣምላኽ ህይወትና፣ ናይ ትዕግስቲ ህይወትና፣ ናይ ፍቕሪ ህይወትና ኩሉ እንተ ትነግረና ከመይ ምኾነ? እ ናይ ጸሎት ህይወትካ ካብ ናይ መኣዲ ጸሎት ዝሓልፍ ኣይኮነን በለትና። ናይ ቃል ኣምላኽ ህይወትካ ምናልባሽ ኣብ ሰሙን ሓደ ግዜ ኢኻ ተንብብ ዘለኻ። ትዕግስቲ እሞ ጥርሽ የብልካን፣ ፍቕርኻ እሞ የለን ዝብል መልእኽቲ እንተ ዝህበና እንታይ ምተሰምዓና? ብጣዕሚ ከቢድ ኣይኮነን? እዚ ኣብ ሓሳብና ጌርና ቤተክርስትያን ግን ኩሉ ግዜ እንታይ እያ ትምህረና ዕብየት ናይ ሓደ መዓልቲ ስራሕ ኣይኮነን ልክእ ከምቲ ጥዕና ኣብታ ናይ መወዳእታ ዓመት ድዩ ወይ ድማ ኣት ሳም ፖይንት ኣብ ሓደ ግዜ ናብ ሓኪምና ክንከይድ ከለና እቲ ሽዑ ዝንገረና ውፅኢት ውህሉል ደኣ እምበር ናይ ሓደ መዓልቲ ፍጻሜ ኣይኮነን ማለት እዩ መንፈሳዊ ዕቤት ድማ ኣብ ሓደ ግዜ ዝመጽእ ዘይኮነስ ንመዓልቲ ንእሽተይ ነገር ዝንዕቕ መን እዩ ስለ ዝብለና ቃል ኣምላኽ እቲ ንኣሽቱ ነገራት ተደማሚሩ እዩ ተኣምራታዊ ዝኾነ መንፈሳዊ ዕቤት ኣብ ህይወትና ዘግህደልና ማለት እዩ። እታ ቀጺላ ዘላ ሕቶ እንታይ እዩ? ብምንታይ ኢና ክንዓቢ ዝድለ ዘሎ? ናብ ዘይቋርጽ ዕቤት ክንዓቢ እንተ ኾይንና ኣርኣያ ክንገብሮ እንኽእልከ መን እዩ ዝብል ሓሳብ ኣሎ። ኣብ መእተዊ ብንጹር ከም ዝገለጽናዮ እቲ ካባና ዝግበረሉ ትጽቢት ኣካላዊ ዕቤት ኣይኮነን። ብዛዕባ እቲ ብኣካል ምዕባይና ምንም ሕቶ የብሉን ማለት እዩ። እዚ ባህርያዊ ነገር እዩ፣ ንሕና እንገብሮ ነገር እውን ኣይኮነን። እግዚኣብሄር ባዕሉ ዝገብሮ ነገር ክሳዕ ዝኾነ እቲ ቀንዲ ናይ ሎምዓንቲ ትምህርትና ግን ኣብቲ መንፈሳዊ ዕብየት እዩ። ሓቂ እዩ ኣካላዊ ዕብየት ክንዓቢ እንተ ኮይንና ጥዑይ ዝኾነ ድልዳለ ጥዑይ ኣካላት ክህልወና እንተ ኮይኑ ባላንስድ ዝኾነ ዝተመጣጠነ ምግቢ ክንምገብ ከም ዘለና እዚ ኩላህና እንቕበሎ ሓቂ ማለት እዩ። እቲ ናይ ኣእምሮና ሓይሊ፣ ብልሒ ናይ ኣእምሮና ብዝግባእ ክንጥቀመሉ እንተድኣ ኮይንና ድማ፣ ናብ ትምህርቲ ንእእምሮና ኤክስፖዝ ክንገብሮ ከም ዘለና፣ ናብ ዝተፈላለየ ስኪልስ ከነጥርየሉ እንኽእል ትምህርታት ኤክስፖዝ ምግባር ነቲ ሓይሊ ኣእምሮና ዘኻዕብት ምኻኑ፣ ዘበልጽግ ምኻኑ ንኹላህና ርዱእ እዩ ማለት እዩ። ዝተፈላለየ ምንቅስቓስ ኣካላት ምግባር ድማ ንኣካላትካ ብጣዕሚ ኣገዳሲ ምኻኑ እዚ ኩላህና እንቕበሎ እዩ። ግን ነቲ ኣካላዊ ዕብየት ከነጓናድቦ ወይ ከነቐልጥፎ ኣይንኸእልን ኢና። ባህርያዊ ብዝኾነ መንገዲ መስርዑ ሓልዩ ባዕሉ ዝኸውን ደኣ እምበር ንሕና ምንም ምትእትታው ክንገብር ኣይንኸእልን ኢና ማለት እዩ። ስለዚ ኣምላኽ ብድሰርዖ ባህርያዊ ሕጊ ደኣ እምበር ንሕና ብዝገበርናዮ ገደብን ንሕና ብዝገበርናዮ ኢንፑትን ዝውሰን ነገር ኣይኮነን ማለት እዩ። ኣብቲ መንፈሳዊ ዕብየት እንተደኣ መጺእና ግን ብዓብዪ ናይ ኣምላኽ ግደ ኣሎ፣ ናትና ግደ ድማ ኣሎ እዩ። ስለዚ ናህና ፍቓድ፣ ናህና ትግሃት፣ ናህና ዕዙዝ ዝኾነ ሱታፌ ዘይብሉ እንተደኣ ኮይኑ እግዚኣብሄር እውን ክንዓቢ እናደልየና ከሎ ክንዓቢ ኣይንኽእል ኢና። እግዚኣብሄር ድማ ንማንም ሰብ ኣገዲዱ ከዐቢ ዝደሊ ኣምላኽ ኣይኮነን ማለት እዩ። ስለዚ ኣብ መንፈሳውነት ባህርያዊ ዕቤት ዝበሃል የለን። ኣብቲ ኣካላዊ ዕቤት ባህርያዊ ዕቤት ኣሎ። ህያው ዘበለ ነገር ንኹሉ ዝገዝኦ ነገር እንተ ሃልዩ እቲ ምዕባይ ዝብል ማለት እዩ። ስለዚ ኣብ መንፈሳዊ ነገር ግን ባህርያዊ ዕቤት ባዕሉ ራንደምሊ ዝመጽእ ነገር ግራጅዋሊ ባዕሉ ምንም ከይገበርካ ዝመጽእ ነገር ዝበሃል የለን። ስለዚ ድማ እዩ ቃል ኣምላኽ ዕበዩ ወስኹ ዝብለና ማለት እዩ። እናወሰካ ትኸይድ ከም ዘለኻ ኣብ ኩሉ ሰመታን ክፍለጥሲ ነዚ ነገር እዚ ርእስኻ ወፊ ዝብለና በዚ ምክንያት እዩ። ስለዚ ናይ ሰብ መንፈሳዊ ዕቤት ኣርኣያ ክኾነና ዝኽእል ጎይታናን መድሓናን የሱስ ክርስቶስ እዩ። ከምኡ ድማ እቶም ንጎይታና የሱስ ክርስቶስ ዝሰዓቡ እውን ቅዱሳን ኣቦታትናን ቅዱሳን ኣዴታትናን ድማ ኣርኣያና ክኾና ይኽእላ እየን ማለት እዩ። ስለዚ ዕብየት ናይ ሓደ ስጋ ለበስ ፍጡር ባህሪ ደኣ እምበር ናይ መለኮታዊ ባህሪ ፍጡር ኣይኮነን ኣሜን ባህሪ ኣይኮነን ማለት እዩ። ንኣብነት መለኮት ምዕባይ ኣየድልዮን እዩ። ንሕና ግን ስጋ ዝለበስና ግኡዛዊ ስጋ ዘለና ስለ ዝኾነ ምዕባይ የድልየና እዩ። መለኮት ግን ምሉእ ስለ ዝኾነ ጉድለት ስለ ዘይብሉ፣ እንከን ስለ ዘይብሉ፣ ምዕባይ ባህሪኡ ኣይኮነን። ምዕባይ እውን ኣየድልዮን እዩ። ንሕና ግን ጎደሎ ስለ ዘለና፣ ድኻም ስለ ዘለና፣ ምዕባይ ናይ ግድን የድልየና እዩ፣ ይምልከተና ኢና ንብል ዘለና ማለት እዩ። ስለዚ ጎይታናን መድሓኒናን የሱስ ክርስቶስ ፍጹም ኣምላኽ ስለ ዝኾነ መለኮታዊ ዕቤት ምንም ኣየድልዮን እዩ። ስለዚ ክርስቶስ በቲ ብመንፈስ ዓበየ ብጸጋ ደልደለ ክንብል ከሎና ብዛዕባ እቲ መለኮታውነት እይኮና ንዛረብ ዘለና ማለት እዩ። ስጋና ስለ ዝለበሰ ከም ፍጹም ሰብ ድማ ስለ ዝነበረ እቲ ስግው መለኮት ማለት ፍጹም ኣምላኽን ፍጹም ሰብን ስለ ዝኾነ ልክዕ ከማና ኣካላውን መንፈሳውን ዕብየት ዘድልዮ ኮነ ኢና ንብል ዘለና። እምበር መለኮት ምዕባይ ኣየድልዮን እዩ ማለት እዩ። ስለዚ ብምኽንያት እቲ መለኮትነቱ ቅጽበታዊ ዝኾነ ዕብየት እንተደኣ ኣርእዩ፣ ዘይከማና ኣብ ክንዲ ግራጅዋሊ ከምቲ ዝዓበየ ዝዓቢ፣ ቅጽበታዊ ብዝኾነ መንገዲ እንተዝዓቢ እቲ መለኮት ጣልቃ ምእትትታው ይገብር ስለዘሎ ኣብቲ ካባና ዝወሰዶ ስጋ፣ ስለዚ መለኮት ዝዓብለሎ ፐርሰናሊቲ ወይ ድማ ስብእና ስለ ዝህልዎ ፍጹም ሰብ ከብለና ኣይክእልን እዩ ማለት እዩ ስለዚ እቲ መለኮሲ ነቲ ስጋዊ ባህሪኡ ኢንተርፈር ኣይገበረን እቲ ስጋ ድማ ከምኡ ነቲ መለኮት ኢንተርፈር ኣይገበረን ስለዚ እቲ መለኮት ከይዓብለለ እቲ ስጋ እውን ከይተዓብለለ ውሁድ ዝኾነ ፍጹም ዝኾነ ሕብረት ከም ዝነበሮም ስለዚ ኢና ድማ ተዋህዶ ንብል ማለት እዩ ኣብ ናይ ቅዳሴ መፅሓፍትና እውን እንታይ ዝብል ከም ኩሉ ሰብ ቅደም ተኸተል ሓልዩ በብቕሩብ ዓበየ እዩ ዝብለና ማለት እዩ። ስለዚ ብጥበብ ብጸጋ ብምእዛዝ ብመንፈሳውነት ምሉእ መንፈሳዊ ዕብየት ምዕባይ ከም ዝኸኣሎም እዚ ድማ ኣርኣያና ከም ዝኸውን ተቓጺላ ዘላ ሕቶ ሓደ ሰብ ብምንታይን ብምንታይን ተዳ ዓብዩ ዓብዪ ዝበሃል ሓደ ሰብ መንፈሳዊ ዕብየት ዓብዩ ንብሎ ብምንታይ እንተ ዓብዩ ምናልባሽ ህይወትና ልክዕ ከምዚ መፅሓፍ እዩ መፅሓፍ ክንደይ ገፃት ኣለዎ ገለገሊኡ ሓሙሽተ ሚእቲ ክኸውን ይኽእል እዩ ገሊኡ ሰለስተ ሚእቲ ክኸውን ይኽእል ብዙሕ ገፃት ዘለዎ ኣብ ውሽጢ ድማ ብዙሕ ምዕራፋትን ትሕዝቶን ዘለዎ ክህሉ ይኽእል እዩ ህይወትና ድማ ብፍላይ እቲ መንፈሳዊ ህይወትና ድማ ብዙሕ ገፃት ዘለዎ እዩ ምናልባሽ ንኩሉ ክንዝርዝሮ ይንኽእል ኢና ገለ ግን ኣብነት ዝኾነና ሓደ እቲ መንፈሳዊ ትሕዝቶና መንፈሳዊ ትሕዝቶና ክዓቢ እንተ ዘይክኢሉ፣ ብፍልጠት ክንዓቢ እንተ ዘይክኢልና፣ ምንጋፍ ኣይንረክብን። ፍልጠት ስለ ዝኣብኻ ካህን ከይትኾነኒ ከ ኣበየካ ህዚ ድማ ሰኣን ፍልጠት ይጠፍእ ስለ ዝብለና፣ ፍልጠት ኣብ ዕቤትና ኣገዳሲ ምኻኑ፣ ስለዚ ብፍልጠት ክንዓቢ ከም ዘለና፣ እቲ ካልኣይ ድማ እቲ መጠን ሓይልና፣ ካብ ጸጋ ናብ ጸጋ፣ ካብ ዕቤት ናብ ዕቤት ክንሰጋገር እንተዘይክኢልና፣ ብቐሊል ፈተናውን ክንሰዓር ንኽእል ኢና ማለት እዩ። ስለዚ እቲ ንሓጢኣት እምቢ ንምባል፣ ንጽድቂ ድማ ሕራይ ንምባል ዘኽእለና መንፈሳዊ ብርታዐ፣ መንፈሳዊ ሓይሊ ኣገዳሲ እዩ። ሳልሳይ ድማ እቲ መንፈሳዊ ባህርይ፣ ፍረ መንፈስ ቅዱስ እንብሎ ድማ ፍቕሪ፣ ሓጎስ፣ ዕርቂ፣ ዓቕሊ፣ ለውሃት፣ እምነት፣ ህድኣት፣ እዚ ድማ ምዕሩይ ብዝኾነ መንገዲ ሚዛኑ ዝሓለወ ዕቤት ክህልወና ከም ዘሎ ብመጠን ገዛእ ርእስና ንመንፈስ ቅዱስ ዘግዛእናሉ መንፈስ ቅዱስ ብኣና ኣቢሉ ዝፈርዮ ፍረ ድማ ከም ዘሎ ክንሓስብ በዚ ፍረ እዚ ድማ ምዕባይና ሓደ ካብቲ ንዕቤትና ወሳኒ ነገር እዩ ማለት እዩ። ኻልእ ድማ ዝምድናታትናኸ ምስ ሰባት ኢና ንነብር ማለት እዩ። መቕርብና ኣለው፣ ካባና ርሒቖም ኣብ ዝተፈላለየ ኣጋጣሚ ንራኸቦም ሰባት ኣለው። ስለዚ ምስቲ ኣብ ከባቢና ዘሎ ብኸመይ ኢና ንነብር፣ ብኸመይ ኢና ንዛመድ፣ ብኸመይ ኢና ብሰላምዶ ንነብር ኣለና ዝብል እውን ሓደ ካብቲ ንብፅሕናና መግለፂ ክኾኖ ዝኽእል ነገር እዩ። ካልኡ ድማ እቲ ፈራይነት ልክዕ ከምቲ ተኽሊ ዘይዓበየ ክፈሪ ከምዘይክእል ከምኡ ድማ በቲ መንፈሳዊ ዕብየት ዘይዓበየ ሰብ ድማ መንፈሳዊ ፍረ ክርከበሉ ኣይክእልን እዩ። ምናልባሽ እቲ ፍሬና ውሕድ እንተደኣ ኮይኑ ሰላሳ ዝፈሪ ዘሎ ናብ ስሳ፣ ስሳ ዝፈሪ ድማ ናብ ሚእቲ ፍረ ክዓቢ እንተደኣ ኮይኑ ናይ ግድን ክንዓቢ ዘድልየና እቲ ፍረና ክበዝሕ እንተደኣ ኮይኑ ማለት እዩ። ስለዚ ዕብየት ዘይምልከቶ መንፈሳዊ ሰብ የለን እዩ ዝበሃል ማለት እዩ። ልክዕ ከምቲ ህፃናት ይዓብዩ ዶ ኣይዓብዩን? ህጻን እንተኾይኑ ዝዓቢ እቲ ናይ ምዕባይ መስርሕ ስለ ዝርድኦ ድዩ ዋላስ ሂወት ስለ ዘለዎ እዩ ዝዓቢ? ሂወት ስለ ዘለዎ እዩ። እቲ ሂወትሲ ይገዝኣካ እዩ ማለት እዩ። ሓደ ባህርያዊ ሕጊ ንኣካላትና ዝገዝኦ እንታይ እዩ? ሂወት ዘለዎ ዘበለ ኩሉ ይዓቢ፣ ተኽሊ ይኹን፣ እንስሳ ይኹን፣ ገረብ ይኹን። ንኣብነት እምኒ ሂወት የብሉን። ቅድሚ ዓሰርተ ሽሕ ዓመት እምኒ ዝነበረት ምንም ዘይተንከፋ ከም ዘላታ እያ ትነብር ማለት እዩ። ሂወት ዘለዎ ዘበለ ግን ኩሉ ናይ ምዕባይ ሕጊ ይገዝኦ እዩ ከምኡ ድማ ክርስትያን ኮይኑ ዳግም ዝተወልደ ሰብ ድማ ዘይዓቢ ክህሉ የብሉን እቲ መንፈሳዊ ሕጊ ይገዝኦ እዩ እቲ ናይ ምዕባይ ሕጊ ዝብል ማለት እዩ ቀጺላ ዘላ ሕቶ ዘይቋርጽ ዕብየት ክዓቢ ዝኽእል ግን መን እዩ ኩላህና ክንዓቢ ከም ዘለና ሓደ ነጥቢ ቀሚጥና ኣለና ግን ቀጻሊ ዝኾነ ዕብየት ክዓቢ ዝኽእል ሰብ ግን መን እዩ እንተድኣ ኢልና፣ እቲ በቲ ዘለዎ ዕብየት ዘይዓግብ ሰብ ገና ክበጽሖ ዘለዎ፣ ክዓብዮ ዘለዎ ብዙሕ ነገር ተሪፍዎ ከም ዘሎ ዘስተውዓለ ክርስትያን እዩ ብዘየቋርጽ እንታይ ዝገብር? ዝዓቢ ማለት እዩ። ካልእ ድማ ናይ ዘይምዕባይ ሳዕቤን እውን ዝርድኦ። ዘይምዕባዩ ዘይውስኽ እንተድኣ ሃልዩ ብኻልእ ኣዘራርባ እኮ ይጎድል ኣሎ ማለት እዩ። ዕቤትና ኣብ ሓደ ደው ክብል ኣይክእልን እዩ። ወይ ክውስኽ ኣለዎ ወይ ድማ እንታይ ክገብር ኣለዎ? ክንኪ ክኸእል ኣለዎ ማለት እዩ። ነዚ ኣብነት ዝኾነና ድማ ሃዋርያ ቅዱስ ጳውሎስ እዩ። ሃዋርያ ቅዱስ ጳውሎስ ድሕሪ ናብ እምነት ክርስትና ምምጽ ኣሜን ቅድሚ ምምጽኡ ኣብ እግሪ ገማልኤል ዝተማህረ ከመይ ዝኣመሰለ ሊቅ ቲዮሎጂያን እዩ ነይሩ። በቲ ሓረግ ትውልዱ በቲ ዝገብሮ ዝነበረ ክምክሓሉ ዝኽእል ብዙሕ ነገር ነይርዎ። ንኹሉ ግን ከም ጓሓፍ እቆጽሮ ምስ በለ ዳሕራይ ድማ ናብ እምነት ክርስትና ምስ መጸ ኣመጻጽኡ እንድሕር ርኢናዮ ጐይታናን መድሓኒናን የሱስ ክርስቶስ ተገሊጽሉ ኣነ እቲ እተሳድዶ ዘለኻ ክርስቶስ እየ ኢሉ ተገሊጽሉ ኣብ ምድሪ ዓረብ ድማ ከም ቅዱስ ሰብ ዘይኮነስ ቀጥታዊ ዝኾነ ትምህርቲ ኻብ ጎይታ ዝረኸበ እዩ። ኣብ ዝተፈላለየ ጉዕዝኡ ድማ ጎይታ እናተገልጸ ኣጆኻ እንዳበለ ዘጸናንዖ ዝነበረ ናይ እግዚኣብሔር ኣገልጋሊ እዩ። እሱ ኸይኣክል ድማ ክሳብ ሳልሳይ ሰማይ ብመንፈስ ተነጢቑ ኸይዱ ኣብ ግዚኡ ሰብ ክዛረቦን ክሰምዖን ዘይግባእ ነገር ምስጢራዊ ነገር ከም ዝረኣየን ከም ዝሰምዐን እዩ ቃል ኣምላኽ ዝነግረና። ግን እዚ ኹሉ ምግላጽ ምርካቡ፣ እዚ ኹሉ ብጸጋ ምዕባዩ፣ ንብዙሓት ንበረኸት ምኻኑ ግን ገና ነቲ በጺሕዎ ዘሎ ብእኡ ከይተደዓዓሰ ማለት ብእኡ ሳትስፋይድ ከይኮነ ንቕድሚት ኣቢሉ ይግስግስ ከም ዝነበረ ኢና ክንርዳእ ንኽእል። ኣብ ፊልጲ ምዕራፍ ሰለስተ ካብ ፈደ ዓሰርተ ክልተ ነዚ ዅሉ ድሮ ረኺበዮ እየ ወይ ድማ ቕድሚ ሕጂ ፍጹም ኰይነ እየ ማለት ኣይኰነን፣ ግናኸ ክርስቶስ ኢየሱስ ናቱ ስለ ዝገበረኒ፣ ኣነ ድማ ነዚ ዅሉ ናተይ ክገብሮ ኢለ እጽዕር ኣለኹ። ኣሕዋተየ፣ ናተይ ከም ዝገበርክዎ ገይረ ንርእሰይ ኣይግምትን'የ። ሓደ ነገር ደኣ ኣሎኒ፣ ነቲ ብድሕረይ ዘሎ፣ ነቲ ድሮ ዝበጽሓኩዎ ማለት እዩ፣ እናረሳዕኩ፣ ናብቲ ኣብ ቅድመይ ዘሎ፣ ናብቲ ዘይበጽሓኩዎ ኣቢለ እናተመጣጠርኩ፣ ናብቲ ሕንጹጽ ዕላማ ኣቢለ፣ ናብቲ ዓስቢ ዓወት ናይ ሰማይ ጽውዓ ገጸይ ብክርስቶስ እጎዪ ኣሎኩ ኢሉ። ስለዚ በይኑ ኣይኮነን ዝጎዪ ነሩ፣ ግን ብክርስቶስ ይጎዪ ከም ዝነበረ። ስለዚ ንኩሉ ኣገልግሎቱ ድማ ብጉያ መሲልዎ ኣሎ። ናብ ሓደ ቦታ ቀልጢፍካ ክትበጽሕ እንተደኣ ኮንካስ፣ እንዳንከባለልካ ክትከይድ ትኽእል ኢኻ፣ ብኾፍካ እውን ክትከይድ ትኽእል ኢኻ፣ ቀስ ኢልካ ድማ ዎክ ክትገብር ትኽእል ኢኻ፣ ቅልጥፍ ቅልጥፍ እናበልካ እውን ክትከይድ ትኽእል ኢኻ፣ እታ ዝበለጸት ቀልጢፍካ ናብቲ ክትበጽሖ ዘለካ ቦታ ክትበጽሕ ግን ሓይሊ የድልየካ እዩ፣ ግን ክትጎይ እያ እታ ዝሓሸት ማለት እዩ። ሃዋርያ ቅዱስ ጳውሎስ ድማ በቃ ኣብ ግዚኡ ብዙሕ ነገር ክዓምም ብዙሕ ነገር ክበጽሕ ይደሊ ስለ ዝነበረ ንኹሉ ኣካይድኡ ብጉያ እዩ ዝምስሎ ማለት እዩ። ግን በይኑ ድማ ይጎይ ኣይነበረን። እንታይ ደኣ ንጎይታ ኣኸቲሉ ይጎይ ከም ዝነበረት ጉይኡ ድማ ብሰብኣዊ ዓቕሚ ዘይኮነስ ብጸጋ ኣምላኽ ዝኾነሉ ከም ዝነበረ ኢና ክንርዳእ ንኽእል። ኣብ ታሪኽ ናይ ቤተ ክርስቲያን ብፍላይ ናይ ሉሩቅያ መራሒ ዝነበረ ጐይታ ኺመዝኖ ኸሎ ብዙሕ ዝተርፎ ኸም ዝነበረ፣ ንሱ ግን ብዛዕባ ገዛእ ርእሱ ኺዛረብ ከሎ፣ ሃብታምን ፈሳስን እየ፣ ሓንቲ ዝደልያ ነገር እኳ የብለይን ብምባል ገዛእ ርእሱ ኺጥብር ከሎ፣ ጐይታ ግን እንታይ ኢልዎ? ሕሱርን ዘደንግጽን ነዳይን ዕውርን ዕሩቕን ምዃንካ ኣይፈለጥካን ዘለኻ ኽብሎ ኸሎ ንርኢ ማለት እዩ። ሓደ ሓደ ግዜ እቲ ናህና ሚዛንን እቲ ናይ እግዚኣብሔር ሚዛንን በበይኑ ክኸውን ይኽእል እዩ እሞ እግዚኣብሔር ልክዕ ከምቲ መዝሙር ዳዊት 139 ዝብለና ፍቕዲ 22-23 ወኣምላኽ መርምረኒ ልበይ ድማ ፍለጥ ፈትነኒ ሓሳብን ፍለጥ መገዲ ዓመፃ እንተኣልዩኒ ድማ ርአ በቲ ናይ ዘለኣለም መንገዲ ምርሓኒ ኢልና ክንፅሊ እግዚኣብሔር ይደግፈና ናብ ምውዳእ ገፅ ይኸይድ ኣለኹ ደረጃ ዕቤትና ግን ብኸመይ እዩ ዝልካዕ ማዕረ ክንደይ ዓቢና ከም ዘሎና ኣብ ናይ ሕክምና ሚዛን ድሕር ኣምጺና ንኣብነት ይነግሩኻ እዮም ሚዛንካ እቲ ክትበጽሖ ዘለካስ ካብዚ ክሓልፍ የብሉን ይብሉኻ እዮም እቲ ቁመትካን እቲ ክብደትካን ኩሉ ኣብ ግምት ኣእትዮም ቦዲ ማክስ ኢንደክስ ዝበሃል ገለ ዝበሃል ኣሎ ይነግሩኻ እዮም ብላድ ፕሬዠር እቲ ውሑስ ክንደይ ምዃኑ ዓቐን ይነገረካ እዩ እቲ ኮለስትሮል ለበል ከምኡ ድማ እቲ ናይ ሽኮር ለበል ኣብ ደምና ክንደይ ምዃኑ በቶም ሞያተኛታት ይነገረና እዩ። ኣብዚ መንፈሳዊ ዕቤት ከ ደረጃ ዕቤትና ብኸመይ እዩ ዝልካዕ ዝብል መልእኽቲ ኣሎ ማለት እዩ። ሓደ ሓደ ግዜ ነቶም ኣብ ጥቓና ዘለዉ ምስኦም ብምውድዳር ደሓን ዘለና ኮይኑ ይስምዓና። ሓደ ሓደ ግዜ ድማ ምስቶም ኣገልገልቲ ኢና ገዛ ርእስና ነወዳድራ። ከምኡ ዝኣመሰለ ብዙሕ ነገር ክመፀና ክእል ሓሳብ እንተኾነ ግን ናይ ዕቤትና ዝለዓለ ጥርዚ ንክርስቶስ ምምሳል እዩ። እታ ናይ መወዳእታ ዕላማ ነቲ ጀማርን ደምዳምን እምነትና ዝኾነ መድሓኒና ዝኾነ ጎይታናን መድሓኒናን የሱስ ክርስቶስ ማዕረ ክንደይ ንመስሎ ኣለናን የለናን ንሱ እዩ እቲ መምዘኒ። ብመሰረቱ እግዚኣብሔር ክፈጥረና ከሎ ብመልክዑን ብኣምሳሉን እዩ ፈጢርና። ምስሊ ኣምላኽ መልክዕ ኣምላኽ ዘለና ሰባት ኮይና ኢና ተፈጢርና። እንተኾነ ግን ብምኽንያት ሓጢኣት ኩላህና ነቲ ዝነበረና ምስሊ ኣባላሽና። ዳሕራይ ድማ ጎይታናን መድሓኒናን የሱስ ክርስቶስ ዕዳ ሓጢኣትና ከፊሉ ከድሕነና ምስ መጸ ድማ ናብቲ ናይ ቀደም ምስልና እዩ ክመልሰና ንዑ ክንመስል እዩ ዝደልየና ኣብ ቃል ኣምላኽ ኣብ ሮሜ ምዕራፍ 8 ፍቅ 29 እንታይ ይብለና ነቶም ቀደም ዝፈለጦም ንሱ ንብዙሓት ኣሕዋሲ ቦኽሮም ምእንቲ ክኸውን ንምስሊ ወዱ ክመስሉ ቀደም መደቦም እብለና። ከምቲ ምስሊ እቲ መሬታዊ ኣዳም ዝለበስና፣ ምስሊ እቲ ሰማያዊ ዝኾነ ኣዳም ማለት ጎይታና ኢየሱስ ድማ ክንለብስ ይግብኣና እዩ ማለት እዩ። ስለዚ ቃል ኣምላኽ ከነንብብ ከሎና ናይ ክርስቶስ ምስሊ ኢና ንርኢ ማለት እዩ። ስለዚ ክርስቶስ ከመይ ከም ዝመስል እንተ ደኣ ተረዲእና፣ ማዕረ ክንደይ ንዕኡ መሲልና ኣለና፣ ደረጃ ዕቤትና ድማ ኣበይ ከም ዘሎ ክንፈልጥ ን ገዛእ ርእስና ክንምርምርን እግዚኣብሄር ይደግፈና። ሃዋርያ ቅዱስ ጳውሎስ ከምቲ ኣነ ንክርስቶስ ዝመስለ ዘለኹ ንስኻትኩም ድማ እንታይ ግበሩ ንዓይ ምሰሉ እዩ ዝብለና ኣይኮነን። ስለዚ ክርስቶስ ኣሜን ጳውሎስ ንክርስቶስ ናብ ምምሳል ይዓቢ ነይሩ፣ ከምቲ ኣነ ናብ ምምሳል ዝዓብየ ዘለኹ ንስኻትኩም ድማ ንክርስቶስ ናብ ምምሳል ዕበዩ ዝብለና ዘሎ። ኣብ መወዳእታ ናይ ህይወት ዕላማ ነዛ ናይ ክርስቶስ ምምሳል ዘይገበረ ክርስትያን ናይ ብሓቂ ኣብቲ ናይ ጉያ ጉዕዞ ኣሎ ክንብሎ ብጣዕሚ እዩ ዝኸብድ ማለት እዩ። ሓደ ካብቲ ሃዋርያ ቅዱስ ጳውሎስ ንሰብ ቈረንጦስ ንሰብ እብራውያን ዝበሎም ድማ ገና ቈልዑ ኸም ዝነበሩ ክዓብዩ እናተገበኦም ዘይዓበዩ ኸም ዝነበሩ ብብዙሕ ምሳልያዊ መንገዲ ገሊጽሎም ኣሎ። ስለዚ ኣብቲ መንፈሳዊ ዕጹም ዝኾነ ምግቢ ክቕልበሉ ክምግበሉ ዝኽእል ዝነበረ ግን ንኸምኡ ተዳልዮም ከም ዘይነበሩ ቃል ኣምላኽ ዝነግረና ማለት እዩ። መወዳእታ ሓንቲ ኣብነት ጠቒሰ ክውድእ እየ። ቆልዓ ውልድ ምስ በለ ድሕሪ ሓደ መዓልቲ ድሕሪ ሰሙን ክዛረብ ማለት ክንሰምዖ እንኽእል ቃላት ከውፅእ ወይ ድማ ብእግሩ ክኸይድ ኣይንፅበይን ኢና። መዓልታዊ ብዙሕ ዝግበር ነገር ከም ዘሎ ኣብ ነዊሕ መስርሕ ድማ ነቲ ክዓብዮ ዝግባእ ክዓቢ ምዃኑ ኩላህና ይርዳእና ማለት እዩ። ስለዚ ዕቤት ዘገምታዊ ምኻኑ መስርዑ ሓልዩ ዝኸይድ ደኣ እምበር እዝን እትን ስለ ዝገበርና ነቲ ዕቤቱ ከነቀላጥፎ ከም ዘይንኽእል ንኹላህና ይረዳእና እዩ ማለት እዩ። ግን እቲ ዘገርም ቆልዓ ግን ይዓቢ እዩ። ዝዓቢ ዘሎ ግን እቲ ቆልዓ ናይ ምዕባይ መስርሕ ስለ ዝተረደኦ ኣይኮነን እንታይ ደኣ ህይወት ስለ ዘለዎ እዩ። ሂወት ዘለዎ እንታይ ይገብር እዩ? ይዓቢ እዩ እዚኣ ንሓዛ። ኣብቲ መንፈሳዊ ዕብየት ድማ እንድሕር ርኢና ኣብ ሓደ መዓልቲ ኣብ ሓደ ሰሙን እቲ ዝድለ መንፈሳዊ ዕብየት ክመጽእ ኣይክልን እዩ። ግን ልክዕ ከምቲ ቆልዓ መዓልታዊ እናተመገበ መዓልታዊ ክንክን እናረኸበ ዝዓቢ ከምኡ ድማ ንሕና ኩላህና ከም ክርስትያናት መጠን እቲ ክንምገቦ ዝግብኣና ምግቢ ቃል ኣምላኽ፣ ምግቢ መኣዲ ጐይታ፣ ንምገብ እንተደኣ ሃሊና፣ እቲ ቆልዓ ኣብ ዕድሚኡ ሓልዩ ምንቅስቓስ ይገብር እይኮነን ድዩ? ህይወት ስለ ዘለዎ ኣበይ ግዜ ክንቀሳቐስ ከም ዘለዎ፣ ደው ክብል ከም ዘለዎ፣ ከንከራሩ ከም ዘለዎ፣ ምኻድ፣ ምፍታን ንሕና ኣይኮናን እኮ ነጀምሮ በዓል እዩ እቲ ቆልዓ ኣብ ውሽጡ እታ ህይወት ስለ ዘላ እታ ህይወት ኣበይናይ ዕድመ እንታይ ከገብር ከም ዘለዎ ትምህሮ እያ ማለት እዩ ስለዚ ንሕና ድማ ስፕሪቹዋል ኤክሰርሳይዝ ዝበሃል ኣሎ መንፈሳዊ ምንቅስቓስ ክንገብሮ ዝግባኣና ነገር ኣላ ሓደ ካብኡ ጸሎት እዩ ጾም ድማ ኣሎ እዩ ካልእ ከም ዝኣመሰለ ብፍላይ ንስሓ ድማ ኣሎ እዩ ማለት እዩ ብዓብዪ ድማ ኣብ ጎይታ ምዕራፍ ዝብል ኣሎ እዩ እዚ እንተ ደኣ ጌርና እታ መንፈሳዊ ህይወትና ትዓቢ እያ። ንምንታይ እያ ግን ትዓቢ? ናይ ምዕባይ መስርሕ ስለ ዝተምሃርና፣ ናይ ምዕባይ መስርሕ ስለ ዝርድኣና ኮይኑ ዘይኮነስ ኣብ ውሽጥና መንፈሳዊት ህይወት ስለ ዘላ፣ እግዚኣብሄር ኣብ ውሽጥና ዘቐመጦ መንፈሳዊ ህይወት ስለ ዘሎ እዩ እሞ እግዚኣብሄር ንላይ ሎማዓንቲ ትምህርትና ኣብዚ ክንውዲእና ንምጥቕላል ግን ኩላህና ሂወታውያን ስለ ዝኾንና መንፈሳዊ ዕብየት ክንዓቢ ከም ዘሎና እያ እታ ቀንዲ መልእኽቲ ማለት እዩ ምዕባይ ድማ ካብ ጎይታ ስለ ዝኾነ እቲ ክንዓብዮ ዝግብኣና ናይ መወዳእታ ክንበጽሖ ዘለና ደረጃ ድማ ንክርስቶስ ምምሳል እዩ ንክርስቶስ ክመስል ዝኽእል ኣለ ድዩ? የለን ግን እቲ ክንበጽሖ ዝግብኣና መሳልል ንሱ እዩ ማለት እዩ። ስለዚ ኣብ ቀጻሊ ዕቤት እናሃለና ኮለና ኢና ጉዕዞና ወዲእና ንኸይድ እሞ እግዚኣብሔር ዝተምሃርናዮ ቃል ኣብ ልብና የሕድሮ ከምቲ ዝተምሃርናዮ ከምኡ ኮይንና ክንነብር ድማ እግዚኣብሔር ብጸግኡ ይደግፈና። ጽን ኢልኩም ስለ ሰማዕኹምኒ ኣብ ትገብርዎ ጸሎት እግዚኣብሔር ይስማዕኹም። ጸጋ ጎይታና የሱስ ክርስቶስን ፍቕሪ ኣምላኽን ሕብረት መንፈስ ቅዱስን ምስ ኩላህና ይኹን።